ሰላም ሰላም ናይ ገነት ቻናል ተኸታተልቲ ዝኾንኩም ከመይ ቀኒኹም ብዘለኹሞ ሰላምኩም ይብዝሐለይ እሺ በዓል ክብረት ተኸታተልቲ ቻናለይ ከምቲ ልሙድ ናይዛ ቻናል ሓደሽቲ ዝኾንኩም ሰባት ሳብስክራይብ ብምግባር ናይዛ ቻናል ቤተሰብ ኩኑ ቤተሰብ ዝኾንኩ ድማ እስካብ መጨረሻ ነዛ ዛንታ ሰሚዕኹም ኣብ መጨረሻ ድማ ላይክ ጌርኩም ዘለኩም ርእቶ ድማ ኣብ ቦታ ኮመንት ክትገድፍለይ ብትሕትና ላቦ ማለት እዩ ለማዕንቲ ሒዘልኩም ዝመጻኹ ድማ ናይቲ ብዝሓለፈ ቀዳማይ ክፋል ዘቕረብኩልኩም ሕዚ ድማ ካልኣይ ክፋል ማለት እዩ ከይትፍለየኒ ፍቐረይ ልትብል ቀዳማይ ክፋል ኣሪበልኩም ነይረ ካልኣይ ክፋል ድማ ልማዓንቲ ሒዘልኩም መፅ ኣለኹ ማለት እዩ ኣብ ዝሓለፈ ናትናኤል ምስ ሜላት እትበሃል ጓል ሃም ልተላለይ ካብ መዓልቲ ናብ መዓልቲ ድማ ፍትወቱ እናወሰኸ ላብ ፍቕሪ ላዘንበለ እሞ ክልቲኦም ድማ ናተፈቓሩ ብፍርሒ ልኣክል ኣብ ውሽጦም ሒዘሞ ይኸዱሆም ልነበሩ ብዝሓለፈ ርኢና ማለት እዩ። ሎማዓንቲ ድማ ካልኣይ ክፋል ከብለኩም ማለት እዩ። ናብኣ ከብለኩም ናብዛ ካልኣይቲ ክፋል ሜላት እንቃዕ እንቃዕ እንዳተንፈሰት እንታይ እስከ ናብቲ ካብ ሎሚ ክንደየናይ ከይንራኸብ ኢላ ድማ ስቕ በለትሞ ናይቲ ናኤል ድማ ብስቕታኣን ዘረባኣን ተገሪሙ እዋይ እንታይ ማለት ኣይንራኸብን ኣይተረዳኣንን ኣይተረድኣንን በላ። ሜላት ድማ ደኒና መሬት መሬት እንዳጠመተት፣ ኣነ ትምህርቲ ክገድፎ ወሲነ ኣለኹ። ዘረባኣ ከይወደኣት ድማ ብምኹላፍ፣ እህ! ንምንታይ? ዝብል ሕቶ ድማ ኣቕረበላ። ኣኮየ ኣሎ ኣብ ደገ። ሕዚ ዓስራይ ክፍሊ በጺሕኺ ኢኺ። ይኣኽለኪ። ሳዋ ምኻድ ኣየድልየክን እዩ። ካብታ ሃገር ክትወጺ ኣለኪ ኢሉኒ ድማ በለቶ። ኣነ ኸኣ ነቲ ሓሳቡ ኣይጸላእኩዎን ምስ በለቶ፣ ናትናኤል ብስንባደ፣ እህ! ሚሉ! እንታይ ትብሊ ኣለኺ? ኣነ ብዙሕ ይርድኣኒ የለን። ንስኽስ ትምህርቲ ንፍዕቲ ኢኺ፣ ብዙሕ ራእይ ዘለኪ ኢኺ፣ ንምንታይ ስደት ወይ ከኣ ትምህርቲ ወዲእኺ ዘይትኸዲ? ድማ በላ። ናትናኤል ድማ ድሌታትን ምስኣ ዘለዎ ባህግታትን ዝኹልፍ ዘሎ ስለ ዝመሰሎ፣ ከመይ ገይረ? የትርፋ ዝብል ሓሳብ ኣምጺኡ ብዙሓት ነገራት ካብ መንገዳ ከትርፋ ድማ ፈቲኑ ግን ድማ ሜላት ጽቡቅ ሓሳእ ጽቡቅ ገይረ ሓሲበሉ እየ ንስኻ ኣጆኻ ከምዛ ዘለኻዮ ቀጽል ናብ ናይ ቀደምካ ከይትምለስ ድማ በለቶ ኣብ ገጻ ናይ ምድንፋቅ ምልክት ስለ ዝረኣየ ዓይኒ ዓይና እናጠመተ ድማ ኣነ ደኣ ኢሉ ካብ የዒንታ ጸረር ክብላ ዝረኣየን ንብዓት ዘረብኡ ገዲፋ ኣእዳዉ ሰዲዱ ብዝኾነ ዘረባ ደረዘላ። እዒን ተደረጸላ። ሜላት ከኣ ክልተ የእዳዋ ሰዲዳ ኣስጢማ ሓቖፈቶ እሞ ብኽያታ ድማ ቀጸለት። ናትናኤል ኩሉ ካብ ትጽቢት ወጻኢ ኮይኑዎ ዋላ ንሱ እንዳት እንተሰደዳ ሜላት ኣስጢማ ሓቖፈቶ እሞ ነቲ ኩሉ ግዜ ትምነዮን ትብህጎን ዝነበረት ሕቕፍኡ ድማ ናይ ደሓን ኩን ዘምስል ኣስጢማ ሒዛ ምፍናው ድማ ኣበየቶ። ሚለይ! ምፍላይ ከቢድ እዩ። ንዓይ ውን ካባኺ ንላዕሊ ኣዝዩ ከቢድኒ እዩ ዝኒኤ ካብ ወሰንክዬ ግን እንታይ ክብል ኮይነ በቃ ሰናይ መንገዲ ይግበረልኪ ኣምላኽ ንመን ኢልዎ ሓደ መዓልቲ ክንራኸብ ንኸውን ኢና ምስ በላ ድማ ውሽጣ ክትቆጻጸሮ ስለ ዘይከኣለት ኣብቲ ኩሉ ግዜ ዝተፈላለዩላ ቦታ እውን በጺሖም ስለ ዝነበሩ ንብዓታ እንዳደረዘት ገዲፋቶ ድማ ንገዝኣ ከደት ናትናኤል ተዓኒዱ ክስካብ ካብኡ ትርሕቕ ጠምታሞ ንሱ ዝሓሰቦ ካልእ ዝጸንሖ ከኣ ሓሲቦ ዘይፈልጥ ነገር ኮይንዎ ሳይክሉ ብኢዱ ደጊፉ ብዘገምታ ንገዝኡ ድማ ተበገሰ። ገዝኡ ከይዱ ካብኣ ኣብ ዓራቱ ንላዕሊ እንዳጠመተ ጠም ብዛዕባ ሜላት ምሕሳብ ድማ ቀጸለ። ነዚ ዝረኣየት ኣዲኡ ብኹነታት ወዳ ስለ ዝተሻቐለት ናብ መደቀሲኡ ብምእታው ናቲ ወደይ እንታይ ደኣ ኣይደሓንካን ድኻ? ተኾንካ ዘይኣመልካ ዘጸልየካ ድዩ? ኢላ ድማ ሓተተቶ። ኣብ ሓሳብ ስለ ዝጸንሐ ክስካብ ኣደኣ ክስካብ ኣትያ ትዛረቦ ኣዲኡ ኣይረኣያን ጸኒሑ። ድምጻ ምስ ሰምዐ ከኣ ብስንባደ ማማ! ደሓን'የ ደሓን'የ ማማየይ! ንእሸተይ ርእሰይ ተጸሊኡኒ! በላ። ዋይ ዝወደይ! እሞ ሻህዶ ደኣ ክገብረልካ ዋላስ ምግቢ ክትበልዕ ኣዲምካ ወይ ከዓ ፍኹስ ክብለካ ነብስኻ ሻወር ውሰድ ድማ በለቶ። እም ደሓን ማማ ንእሽተይ ክዕርፍ እሞ ተሲኤ ድማ ክበልዕ እየ። ደሓን እየ እኮ ኣይትሻቐሊ ምስ በለ ሕራይ በል ሕራይ ኢላቱ ድማ ኣዲኡ ናብ ስራሓ ድማ ከደት። ንፅባሒቱ ናብ ሜላት ስልኪ እንተደወለ ዝቕበሎ ኣይረኸበን። ክላስ እንተኣትው እውን ኣይጸንሐቶን። ዓቕሊ ጸውዩዎ ኣይትጓዓል ኣይትሓደር ኮይናቶ። ንጽባሒቱ እውን ከምኡ። መዓልትታት ሓሊፎም ሰሙናት ኮይኖም ደሃይ ሜላት ግና ዋላ ሓደ ክረክብ ኣይልከኣለን። ምናልባት መሓዙታ ወይ ደቂ ገዛውታ ደሃያ እንተ ኣለወን ኢሉ ረኺቡ ሓቲቱወን። ንሰን እውን ምንም ደሃይ ከም ዘይብለን ድማ ነገርኦ። ብኹሉ ደሃይ ምስ ሰኣነ ድማ ድሕሪ ወርሕን ክልተ ሰሙንን ይኸውን ንገዛ እንዳ ሜላት ከደ። ገዝኦም ከይዱ ድማ ማዕጾ መንኳሕኵሐ። ዓባይ ሰበይቲ ዝለዝ ስለ ዝኸፈትኦ፣ ኣዲኣ እየን ዝኾና ኢሉ ብትሕትና ሰላም ድሕሪ ምባል፣ ሜላት ደልየ ነይረ በለን። እተን ሰበይቲ ገጸን ጸዊገን፣ እንታይ ዝኾንካ ኢኻ? ኢለን ድማ ደረቕ ሕቶ ሓተትኦ። መማህርታ እየ፣ ክላስ ካብ ዘይትመጺ ነዊሕ ኮይኑ ደሃያ ክገብር እየ መጺኤ በለን። ገጸን ጠውየን ድማ፣ እህም! እሞ የለን ኢለን ድማ ሓጺር መልሲ ድማ መለሳሉ። ናቲ ድማ ሕቶ ብምብዝሑ እንዳተሰገፈ፣ ከየሸግረኪ እንተድኣ ኮይነ ተለፎና ወይ ድማ ስልካ ዘይትህባኒ ምስ በለን፣ ሰበይቲ ድማ፣ ኣታ ወደይ ኣርሒቓያ ጌሻ እኮ ይብለካ ኣለኹ ኣይትሰምዕን ድኻ ድማ በልኦ። ቴለፎን ከዓ ኣይወሰደትን። ዋእ ጥዑይ ድኻኸ ምስ በልኦ፣ ናትናኤል ድማ ይቅርታ ሓቲቱ ንገዝኡ ተመለሰ። ብጸርጸር ናይተን ሰበይቲ እናተገረመ ብውሽጡ ክሳብ ሎሚ ድያ ዘይኣተወት ወይስ ክህባኒ ስለ ዘይደለያ እየን እንዳበለ ናተይ ዝብል ድምጹ ብርሑቕ ሰምዐ። ንጸጋሙ ቁሊሕ ምስ በለ ሙሴ ዓርኩ ብማዕዶ ረኣዮ'ሞ ሙሴ ኣዝዩ ውዑይ ዋዒኡ ግና ኣይጓዳእን እዩ ነይሩ። ናብኡ ምስ በጽሐ ከኣ ናቲ ዓርከይ! ገዛ መጺኤ እንድየ ስኢነካ! በየን በየን ደኣ ደኣ! ኣለኻ ኣብዚ ድማ በሎ። ደሃይ ናይ ሜላት እንተረኸብኩ ኢለ እየ እንዴ ገዝኦም መጽየ። ሙሴ ድማ ብታህዋኽ እሞኸ ደኣ እንታይ ረኺብካ? እዋይ ሙሴሲ ኣዲኣ እንድያ ተቐልቂላትኒ እንኳዕ ኣይትረ ክትጽሕትረኒ እሞ የትጽሕትረኒ ኢላ ብጣዕሚ ሓያል እያ። ዝኾነ ደሃይ ኣይሃበትካን ንሳ ትብል ባዕለይ እየ ሰዲደያ ብነገር ተቐቢላ ብነገር ድማ ኣፋንያትኒ። ደሓን ዝዓርከይ እሞ እንታይ ትኸትከውን እያ ባዕላ ደሃይ ክትገብር እያ ኣይትሻቐል ድማ በሎ። ንኺድ በዚ ዘወርወር ንበል በጃኻ ምስ በሎ ሙሴ ዓርከይ ግድን ገዛ ክኸይድ ኣለኒ ብስራሕ ምስ ጸናሕኩ እየ ንስኻ ድማ ኪድ ኢሉ ድማ ኣፋንዩ ድማ ንገዝኡ ሰደዶ። ድሕሪ ሰሙናት ሙሴ ኣብ ደገ ንሓው ናትናኤል ምስ ደቂ ገዛውቱ ክጻወት ስለ ዝጸንሖ ጸዊዑ ኤይ ናተለዶ በሎ። እወ ምስ በሎ ድማ፣ ሙሴ ይጽውዓካ ኣሎ በሎ። ኢልዋ ድማ ኣብቲ ጥቓ ገዞም ዝነበረ ዓባይ ገረብ ከይዱ ድማ ኮፍ በለ። ናቲ ሙሴ ዓርከይ ደኣ ካብ መዓዝ እዩ ኣብ ደገ ኮይኑ ይጽውዕ ኣሎ? ከይደንጉየ ድማ ወጺኡ። ብታህዋ ካብቲ ጥቕኡ ምስ በጽሐ፣ ደሓን ድኻ ታሕዚ ዓርከይ? ኢሉ ድማ ሓተቶ። ምኽንያቱ ኣብ ደገ ኮይኑ ምጽውዑ ኣሻቒልዎ እዩ። መልሲ ስለ ዘይሃቦ ኸኣ፣ እንታይ ደኻ ኮንካ? ጽቡቕ ዘለኻ ኣይትመስልን ድማ በሎ። እዋይ ብጣዕሚ እዩ ዝገርመካ እታ ሜላት ዶ ገለ ትብላ እዩሞ ሜላት እንዳኾነ ደ እንታይ ክትከውን ደኣ ተመርዕያ እምበር ስግረው ደብ ሳይከደትን እያ ደላ ናትናኤል ድማ ብስምዒት ዘረብኡ ከይወድአ እንታይ ሙሴ ጽቡቕ ገይረ ጽቡቕ ገይረን ዘይንውሓ ጸጉሩ እንዳፈረዘ ተመርዐ ተመርዐ ይብለካ ኣለኹ ሙሴ እዚ ከመይ ኢሉ ይኸውን ሰብ ዘይፈልጦ መርዓ ከሎ ድዩ እንታይ ፈሊጠ ግን ደቂ ገዛውታ ይብላኒ ነይረን ሜላት ድማ ሳልሳይ ክፋል ይቕጽል እሺ እምበኣር ክቡራት ተኸታተል ቻናለይ ናይ ሎማዓንቲ መበል ካልኣይ ክፋል ከይትፍለየኒ ፍቕረይ ኢሉ ትብል ካልኣይ ክፋል ሒዘልኩም መጽየ ነይረ ማለት እዩ ሳልሳይ ክፋል ድማ ኣብ ዝመጽእ ወይ ድማ ኣብ ዝቐጽል ቪድዮ ሒዘልኩም ክመጽእ እስካብ ሽዑኡ ድማ ሰሰናዩ ንዓኹም ኩራት ኣሕዋተይ ዘለኩም ሪኢቶ ኮመንት ድማ ኣብ ቦታ ኮመንት ጸሓፍለይ ማለት እዩ ዳሕና ቀንየለይ ቻው ቻው